እቲ ዝበለጸ ኢንቨስትመንት መዓስ ነይሩ? ቅድሚ ሓደ ዓመት። እቲ ዝበለጸ ኢንቨስትመንት መጻኢከ መዓስ እዩ? ሕጂ ኣብዛ ግዜ እዚኣ። ንኣብነት ኣብ ወርሒ ጥሪ 2024 እንድሕር ደኣ ኣብ ወርቂ ኢንቨስት ጌርካ ኔርካ እንተትኸውን ንበሎ ሽሕ ወይ ወርቂ ኣብታ ግዜ እቲኣ ክልተ ሽሕን ሚእትን ዕስራን ሸውዓተን ነይሩ ወርቅ ሎሚ ክልተ ሽሕን ሸውዓተ ሚእትን ሰብዓን ኣርባዕተን ኣሎ ገንዘብካ ማዕረ ክን ወለድ ኣምጺልካ ኣሎ ኢቲ ምድማር ናባኻ ይገድፎ ሰላም ተኻታተልቲ መደበይ ኣኣብ ዘለኹሞ ሰላም ክትህልዉ ናይ ወትሪ ትምኒተይ ኣብ ናይ ሎማዓንቲ ቪደይ ከኣ ከመይ ገርና ንሕና ኩሉ ግዜ ከምቲ ድብሎ ገለ ዕሽር ናትና ገንዘብና ኣብ ስቶክ ማርኬት ናይ ብዛዕባኡ ዘብርህ ከምኡ እውን ገለ ካብቲ ስቶክ ማርኬት ከምቲ ኩሉ ግዜ ንገብሮ ኣናሉዚርን ክንገብር ኢና ንኣብነት ወርቂ ከምኡ እውን ቢትኮዊን ሶላና ክንሪኦም ኢና ማለት እዩ ስለዚ ክሳብ መወዳእታ ምሳይ ሓቢርኩም ክትፀንሑ ብክብሪ ዕድመኩም መጀመርያ እቶም ዘይትፈልጡኒ ስመይ ግርማይ ወልዳ ይበሃል ኣብዚ ቻነለይ ከኣ ዝተፋላለየ ዓይነት ትሕዝቶታት የዳሉ ቁሩብ ካሜራ ብዙሕ ይርእዮ ኣለኹን መኽንያቱ እታ መጉሮፍየይነይ ናብዚ ክሳይ ስለ ዘላ ማለት እዩ እቲ ቀንዲ ግን እያ ድኾነ ክሳብ መፍትሒ ዝረኽበላ ማለት እዩ ንኹሉ ግዜ ከምዚ ኣይኮንን ክትከውን ስለዚ ከም ወርቂ ክልተ ሽሕን ወርቂ ሎሚ እንድሕር ደኣ እንድሕር ደኣ እንተሪእናያ ኣነ ኣብ ሕጂ ኣብ ወርቂ እየ ደለኹ ከም ትሪእዋ ደለኹም ወርቂ ክልተ ሽሕን ሸውዓተ ሚእትን ሰብዓን ሓሙሽተን ኣላ ወርሒ ጥሪ ክልተ ወርቂ ኦኬ ኣብ ወርሒ ሜርስ ክልተ ሽሕን ክልተ ሽሕ ገለ ነይራ ማለት እዩ ዕለት ዓሰርተ ሓደ ሜርስ ክልተ ሽሕን ዒስራን ኣርባዕተን ከኣ ክልተ ሽሕን ሚእትን ክልተ ሽሕን ሰማንያን ክልተ ሽሕን ሚእትን ሰማንያን ነይራ ማለት እዩ ስለዚ ኣብ ዓመት ዘይመልእ ወርቂ ልዕሊ ሸውዓተ ሚእቲ ሸመንተ ሚእቲ ደይብ ኣላ ስለዚ እዚ እዚ ክርዳእና ክኽእል ኣለዎ ማለት እዩ ኣብዚ እንድሕር ደኣ እንታይ ንብል ኦኬ ኣብዚ ከምዚ ንሪኦ ዘለና ማለት እዩ ናይ ዓመት ገብረአ ኣብዚ ኣብዚኣ እንድሕር ደኣ ንሪኣ ተሃሊና ወርቂ ኣብዛ ሞመንት እዚኣ ክልተ ሽሕን ክልተ ሽሕን ሚእትን ሰማንያን ነይራ ማለት እዩ ሕጂ ኣብዚ እንድሕር ደኣ ንሕና ስጉምቲ ወሲና ነርና እቶም ኢንቨስቲር እንትገብሩ ዘለኹም ወርቂ ረእይዎ ኤንወይ ወርቂ and SP500 ማርኬት ኩሉ ግዜ ካብ ዓመታዊ ንላዕሊ ጥራይ ዝቕጽል ምኽንያቱ ወርቂ ሓደ ናይ ባዕሉ ዘለዎ ክብሪ ወይ ወርቂ ኩሉ ግዜ ምስቲ ቆጠባ ናይ ዓለምና እዩ ዝኸይድ ስለዚ ከም ስለ ዝኾነ ወርቂ ኩሉ ግዜ ክድይብ ወርቂ ዋላ እውን ብፊዙሽ ወይ ብጥረ ገዚእኻዮ ኩሉ ግዜ ወርቂ ከምቲ ድበሃል ወርቂ ዝገዝእሲ ኣብ ሕማቅ ግዜ ፅቡቅ ዝኾነ ክስታይ ክሓልፎ ይኽእል እዩ ዝበሃል ስለምንታይ ምክንያቱ እቲ ወርቂ ምስ ሕማቅ ግዜ እውን እቲ ክብሪ ናቱ ስለ ዘይጠፍእ ማለት እዩ ስለዚ ከምዚ ንሪኦ ዘለና ኣብዚ ቁሩብ ወሪዳ ነይራ ንታሓት ማለት እዩ ኣብዚኣ ክስታይ ገይራ ደለኹ እንተኾነ ግን ብድሕሪኡ ሕጂ ከዓ ንላዓል ደይባ ማለት እዩ ኦኬ ኣብዚ ወርቂ ክልተ ሽሕን ሚእትን ሰማንያን ነይራ ማለት እዩ ብድሕሪኡ ኣብዚ ከምዚ ንሪኣ ዘለና ሎሚ ኣብዚ ክልተ ሽሕን ክልተ ሽሕን ሸውዓተ ሚእትን ሰማንያን ሓሙሽተን ኣላ ማለት እዩ ስለዚ ገለ ዝኾነ ብርኪ ናትናሲ ገዚእናያ ነርና ነንኸውን ቅድሚ ዓመት ማለት እዩ ሎሚ ኣቢልና ኣለና ስለዚ ሕጂ ናብቲ ቅድሚ ዓመት ኣይኮናን ክንምለስ ዘለና ንመፃኢ እውን እቲ ናይ መጻኢ ኢና ክንርኢ ዘለና። እቲ ቅድሚ ዓመት ዘይገበርናዮ ስጉምቲ ሎሚ ስጉምቲ ክንወስደሉ ክንክእል ኣለና። መክንያቱ ስጉምቲ ኩሉ ግዜ መጀመርያ ሓደ ነገር ክንሪኦ ዘለና ኣብ ህይወትካ ንስኻ ሓዱሽ እቲ ሓዱሽ ልምድታት ተጥርዮም ወይ ቶም ሓደሽ ውሳነታት ኣብ ህይወትካ እሶም ኢኻ ክትርኢ ዘለካ ደኣ እምበር እቲ ናይ ዓመት ዘይገበርካዮ ኦረዲ ክትቅይሮ ይትኽእል ኢኻ ናይ መጻኢ ህይወትካ ወይ ናይ ስኩን ፍትናትካ ግን ክትቅይሮ ትኽእል ኢኻ ስለዚ እቲ ናይ ሕሉፍ ንሕሉፉ ገዲፍና ንመጻኢ ህይወትና ግን ክነዕርዮን ክንሰርሓሉን ክንክእል ኣለና ማለት እዩ። ከምዚ ንሪኦ ዘለና ወርቂ ነዚ ይመስል ነይሩ ሎሚ እውን ወርቂ ያ ቁሩብ ክትፅበዩ ኣነ እኳ ኣብዛ ሞመንት እዚኣ ኣይብልኒ ኦረዲ ሓደ ብርኪ ኣለኒ ኣብ ወርቂ ማለት እዩ ዝሓለፈ ዓመት ዝገዛእኽዎ ሕጂ ኣብዛ ሞመንት እዚኣ ግን ወርቂ ብጣዕም ጽቡቕ ዝኾነ ንላዕሊ ደይባ ስለ ዘላ ክትወርድ ግዜ ኣለዎ እዩ ሕጂ ኣብቲ ምስ ወረደ ግን ሓደ ብርኪ ድኾነ ኣነ እውን ክገዝእ እየ ማለት እዩ ሕጂ ቁሩብ ተጽበዩ ዝበለጸ ግዜ እዩ ክሳብ ገለ ፐርሰንት ክሳብ ዝጎድል ማለት እዩ ክድይብ ይኽእል ከም ዘለዎ ንታሕቲ ከይጎደለ እያ ብርግጽ እንተኾነ ግን ከምዚ ከቢሩ እንከሎ ናይ ምግዛእ ግዜ ኣይኮነን እየ ድብል ኣነ እሱኹም ግን ብዝያዳ ናትኩም ዝኾነ መጽናዕቲ ክትገብርሉ ትክእሉ ኣለኩም ማለት እዩ ስለዚ ነዚ ኦኬ ሕጂ ኣብ ቢትኮዊን ኣለኹ ቢትኮዊን ከም ዝንሪኦ ዘለና ብዙሕ ካብ እቲያ ዝለዓለት ኣብ ቢትኮዊን ሸሞንተ ሽሕን ሚእትን ሸሞንተ ሽሕን እያ በፂሓ ነይራ ሚእትን ሸሞንተን ሽሕ በጺሓ ነይራ እንተኾነ ሕጂ ግን ኣብ ኣብዚኣ ክስታይ ትገብር ደላ ክሳብ ሕጂ ብዙሕ ንታሕተ ይወረደትን ንላዕሊ እውን ብዙሕ ኣይደየበትን ደላ ስለዚ ከምዚ ንሪኦ ዘለና ኣብ ቢትኮዊን ብዙሕ ለውጢ ኣብዛ ሞመንት እዚኣ ሚእትን ሸሞንተ ሽሕ እንዲያ ሚእትን ዓሰርተን ሽሕ በፂሓ ነይራ ማለት እዩ ንመፃኢ ከምዚ ንሪኦ ዘለና ናይ ባሓቂ ለውጢ ክመፅእ ከም ዝኽእል ኣብ ቢትኮዊን እያ ተስፋታት ኣሎ እንተኾነ ግን ኩሉ ግዜ መጽናዕት እንዳገበርና ኢንቨስቲርን ክንገብር ኣለና ማለት እዩ እቲ ቀንዲ ኣብዚ ውሳነ ክንውስን ክንክእል ኣለና እንድሕር ደኣ ገንዘብካ ዝኾነ ክሳብ ሎሚ ኢንቨስቲር እንደ ትገብር ተሃሊኻ ኢንቨስቲርን ክትገብር ጀምር ብቁሩብ ጀምር ብቁሩብ ቁሩብ ገንዘብካ ጀምር ብድሕሪኡ ዝኾነ ምስቲ ግዜ ለውጢ እንዳረኣኻ እንዳረኣኻ ትከይድ ከለኻ ኣብቲ ማርኬት ብዓብዩ ምስ ምስ ጀመርካዮ እቲ መገዲ በዓሉ ክመርሓካ ሓደ ነገር ንስኻ ኢንፎርሜሽን ምእካብ ዘይኮነስ እቲ ኢንፎርሜሽንካ ኣብ ተግባር ንክተገብሮ ትክእል ኣለካ ብድሕሪ ኣብቲ መገዲ በዓሉ እቲ መገዲ እንዳመርሓካ እንዳተምሃርካሉን ስለትኸይድ ማለት እዩ ከምዚ ንሪኦ ዘለና ወርቅን ወርቅን ቢትኮዊን ያ ቢትኮዊን ብዙሕ ኦኬ ኣብ ሶላና ኣለኹ ሶላና ናይ ሓሙሽተ መዓልቲ ተገይረዮ ኣብዚ ያ ሶላና ፅቡቕ ውፅኢት ገይራ ነይራ ብዝሓለፈ ሰሙን ማለት እዩ ክሳብ 280 በፂሓ ነይራ ማለት እዩ ሶላና ሎሚ ዓንቲ ክንደይ ኣላ 263 ኣላ ሶላና ሎሚ ዓንቲ ማለት እዩ ስለዚ ብዙሕ ሶላና እውን እስቲኣታ ዝሓሸት ክስታይ ገይራ ነይራ ማለት እዩ ኣብ ዝሓለፈ ሎማዓንቲ ክንደያ ሸውዓተ ፐርሰንት ሸውዓተ ፐርሰንት ነጥቢ ዕስራን ክልተን ፕሉስ ገይራ ኣላ ይብላ ኣሎ ማለት እዩ ስለዚ ዓመት ነይሩ ቅድሚ ዝሓለፍ ቅድሚ ክልተ ዓመት ነይሩ ቅድሚ ሓሙሽተ ዓመት ነይሩ ስለዚ ንመፃኢ ከዓ ማዓሲ እቲ ቀንድን ወሳንን ኣብ ስቶክ ማርኬት ሎሚ ኣብዛ ሞመንት እዚኣ ኣብዛ ደቂቕ እዚኣ ገለ ዕሽር ካብ ገንዘብኪ ገለ ዕሽር ካብ ገንዘብካ ኣብ ስቶክ ማርኬት ኢንቨስቲር ንግበሩ እቲ መገዲ ክመርሓኩም እዩ እንድሕር ደኣ ተጀሚርኩሞ ገንዘብኩም ከዓ ዕቤት ከምፃልኩም ወል ናይዚ ስቶክ ማርኬት ናይ ሕሉፍ ከርእካ ስለ ዝኽእል ንመጻኢ በቲ ሕሉፍ ክትግምቶ ትኽእል ኢኻ ብርግጽ ኣብ መንጎ ክወርድን ክድይብ ንኽእል ኣብ ንነዊሕ ግዜ ዝጠመተ እንድሕር ደኣ ዕላማ ሒዝካ ኣብ ኣብ ስቶክ ማርኬት ትጓዓዝ ተኾንካ ርግጸኛ ክትዕወትን ክትዕወትን ዘሎ ተኽእሎ ዓቢ ስለ ዝኾነ እዚ ኣብ ህይወተይ ዝሪኦ ዘለኹ ኣብ ናተይ ፖርትፎልዮ ዝሪኦ ዘለኹ እዩ። እስኹም ከኣ ከምዚ ዓይነት እንድሕር ደኣ ክተመዝግቡ ተኽኢልኩም ደይትዕወትሉ ምክንያት የለን መጀመርያ መጀመርያ ኣነ እንታይ ድገብር ኣብቲ ስቶክ ማርኬት ኣብ ክሪፕቶ ንበይኑ ጥራይ ዘይኮነስ እንታይ ዳ እቲ ርዚኮ ናተይ ወይ ሪስክ ናተይ ኣብ ዝተፈላለየ ሳንዱቕ እዩ ዘሎ ንኣብነት ኣብ ኢቲኤፍ ኣብ ኣክሲን ከምኡ እውን ኣብ ክሪፕቶ ኣብ ወርቂ ዚልባ ኣብዚኦም ከዓ ኢንቨስቲር ንገረ ኣለኹ ሕጂ ገሊኦም ክጎድሉ እንከለዉ ዋላ ብዙሕ ፐርሰንት ገንዘበይ ክጎድል እንከሎ ኣብ ፕሉስ እዩ ዝርከብ እዚ ማለት እንታይ ማለት እዩ ኣብ ፖዘቲቭ ወይ ኣወንታዊ ዝኾነ ኣብ ኣወንታዊ እቲ ፖርትፎሊዮ ናተይ ኩሉ ግዜ ምክንያቱ ገሊኡ ክጎድል እንከሎ ገሊኡ ከዓ ንላዕሊ ስለ ዝድይብ ማለት እዩ ስለዚ እቲ ዝወርድ ዘንቆልቁል ማርኬት እውን ድሕሪ ግዜ ዓቕሊ ሂብካ እንድሕር ዳ ተተፀቢኻ ብፍርሂ ተዘይሸይጥካዮ እቲ ማርኬት ድሕሪ ግዜ ንላዕሊ ተመሊሱ እዩ ዝድይብ ስለዚ ከምዚ ዓይነት ክንሪኦ ንክእል ኣለና ሓገዝ ምስ ዘልየኩም ናይ ወብሳይት ናተይ ክሳይ ገይረ ኣለኹ ኣብ ሓፂር ግዜ ከዳልወ ኣብኡ ቆፀራ ክትሕዙ ትኽእሉ ኢኹም ብቆፀራ ሓገዝ ምስ ዘልየኩም ሕቶታትኩም ንክምልሰልኩም ከመይ እንታይ ዓይነት ብሮከርስ ይጥቀም ወይ እንታይ ዓይነት ፕላትፎርም ይጥቀም ከዓ ኣብቲ ናይ ፕሪቫት ምኽሪ ስለ ዝህብ ማለት እዩ ተርሚን ክትገብሩ ወይ ቆፀራ ክትሕዙ ትኽእሉ ኢኹም ኣብ ካልእ ብካልእ ክሳብ ዘራኽበና ሓውኹም ግርማይ ምሳይ ስለ ዝፀናሕኹም ብጣዕሚ የመስግነኩም ኣብ ዘለኹሞ ደሓን